ናብ ዝተፈላለየ መኣዝን ናይ ዓለምና ምስ ንጥምት ኩሉ ህይወታዊ ናይዛ ምድሪ ንምንባር ብዙሕ እዩ ዝቃለስ ገለን እንክዕወት ገለን እውን ክፈሽል ክረአ ድማ ንቡር እዩ እዚ ስለ ዝኾነ ድማ ኢና ከይሰልከና ዕንወት ከም ዘሎ ኣሚንና ወይ ድማ ናይ ምንባር ተኽእሎና ናብ ዝበለጸ ሸነኹ ንምጓዓዝ ጻዕርታትና ከይጉድልና ቁሊሕ ምሊሕ ከይበልና ጠመተና ናብ ዘምጻና ጌርና እንጎዪ። ነዚ ግና እቲ ከስተውዕልን ክመራመርን ዝለዓለ ኩነተ ኣእምሮ ዝውንን ወዲ ሰብ ጥራይ ዘይኮነ ወላ ውን እቲ እንስሳ ኢልና እንጽውዖ ፍጡር ውን ንኽነብር ዝገብሮ ሜላሃድን ውን ካብዚ ሓቂ ዝረሓቐ ኣይኮነን። ዕውታት ሰባት ኣብ መጀመርያ ብዙሕ መሰናኽል'ኳ ዝገጥሞም እኳ እንተኾነ ንዘጋጠሞም ብድሆታት ተጻዊሮም በዲሆም ኣብቲ ዝለዓለ ጫፍ ክበጽሑ ስለ ዝኸኣሉ'ዮም ዕውታት ዝበሃሉ። ኣብ ሃገርና ኣብ ዓውዲ ስፖርት ኣትሌቲክስ ምስ እንርኢ እውን ብዙሕ ብዳታት ሰጊሮም ስሞምን ስም ሃገሮምን ከጸውዑ ዝኽኣሉ ስፖርታውያን ኣዝዮም ብዙሓት እዮም ምስጢር ዓወቶም ኮን እንታይ ይኾን ኢልካ ምስ ተሓትት ድማ እቲ መልሲ ጻዕሪ ስንኻ ምንካስ ኢድካ ዘይምሃብ ኮይኑ ይጽንሓካ ክቡራት ተዓዘብትና ንሎም እምበኣር ዘዋሪት ካሜራና ናብ መዓስከር ደንደን ብምዛርያ ንብኮሚተ ወለዲ እትመሓደር ጋንታ ኣትለቲክስ ሲኒት ጠሚታ ዘላ ኣብ ሃገርና ብዙሓት ካብ ግዜ ናብ ግዜ ስመን እናዕበያ ዝመጻ ዘለዋ ክለባት ኣትሌቲክስ ከም ዘለዋ ዘይከሓድ ሓቂ እዩ እንተኾነ እዛ ስኔት ዝብል ስም ተዋሂብዋ ዘሎ ጋንታ ግና ብወለዲ ናይቶም ብርክት ዝበሉ ኣትለታት ትመሓደር ምዃና ሓደ ካብቲ ፍሉይነታ እዩ እዛ ብክልተ ኣሰልጠንቲ ሓደ ድማ ኣማኻሪ ኣሰልጠንትን ወለድን እትመሓደር ጋንታ ዋላ እኳ ናይ ሰለስተ ዓመት ዕድመ እንተለዋ ክሳብ ሕጂ ግና ልዕሊ ትፅቢት ዝኾነ መደላታትን ዓውታትን ዓቲራ ትርከብ ኣሰልጣኒ ተኽሊት ገብረየሱስ ኣትለት ምንባሩ እዩ ዝገልጽ። እንተኾነ ድሕሪ ኣብ እግሩ ዘጋጠመ መጉዳእቲ ካብቲ ዝፈትዎ ውድድራት ኣትለቲክስ ክለ ተገደደ። ይኹን እምበር ሙሉእ ብምሉእ ካብቲ ዓውዲ ኣይረሓቐን። ንጋንታ ስኒት ከም ቀዳማይ ኣሰልጣኒ ብምዃን ይመርሓ ኣሎ። ኣብዛ ጋንታ ከም ምክትል ኣሰልጣኒ ኮይኑ ዝሰርሕ ዘሎ መሓር ሃብተኣብ ካብ 2004 ክሳብ 2016 ኣትለት እኳ እንተነበረ ድሒሩ ብዝረኽቦ ዕድል ስልጠና ናይዚ ዓውዲ ኣሰልጣኒ ኮይኑ ኣሎ። ብዘይካዚ እቲ ከም ኣማኻሪ ኣሰልጠንትን ወለድን ኮይኑ ነዞም ኣትለታት ዘማእከለ ኣትለት ዮውሃንስ ወልደስላሴ ኣካል ናይዛ ጋንታ እዩ። ዮውሃንስ ነዞም ካብዚ ዓዲ ወጻኢ ብምጉዓዝ ክወዳደሩ ዕድል ረኺቦም ዘለዉ ኣትለታት ኣብ ናይ ዕረፍቲ ግዜኦም ቋንቋ እንግሊዝ ይምህሮም እዩ።
ናይዛ ክለብ መበገሲ ሓሳብ ብዙሓት እንዲያ ብዙሓት ድሕር ዊልካ ነናቱ ርእይቶ ስለ ዝህብ ተሓጋገዝቲ ናተይ ስለ ዘለዉ ኢሂን ምሂን ተባሂልና ካብ ሜዳ ምጽራግ ዝጀሚሩ ብጉልበት ጀሚርና ብጉልበት ከኣ ክከኣል ስለ ዘይከኣል እሞ ኮሚተ ወለዲ ንኣክብ ተባሂሉ ኮሚተ ወለዲ ምስ ተኣከቡ እቶም ወለዲ ከኣ ንደቅና ደይኮነ ንመን ክንከውን ኢሎም ብሓገዝ ወለዲ ጀሚርናያ ካብኡ ከኣ ናብ ከም ጋንታ መጠን ወይ ስምርቲ ጋንታ ንክንከውን ወይ ንክንፍለጥ ከኣ ዩኒፎርም ተባሂሉ ዩኒፎርም ከኣ ብሓገዝ ወለዲ እቶም ደይብሎም ከኣ እንዳተሻፋፈና ከምዚ በጺሕና ማለት እዩ። ኣብዛ ካብ ፈለማ ብናይ ግራስሩት ውድድራት ብዝተበገሱ ንኣሽቱ ኣትለታት ዝፈለመትን ኣብዚ ሕጂ እዋን ግና ካብዚ ሓሊፎም ኣብ ናይ ውሽጢ ውድድራት ንዝተሰርዐ ብምዕዋት ንሃገሮም ወኪሎም ኣብ ኣህግራዊ ውድድራት ዝሳተፉ ኣትለታት ኣፍርያ ዘላ ጋንታ ኣቦ ወንበር ውድድር ብምዃን ዝነጥፍ ዘሎ ኣቶ ሽሻይ ተወልደ እዩ። ጽቡቅ ኣለኻ ማለት ባህታ ናይ በይነይ ክልወን ኣይክእልን'ዩ ብሃገር ደረጃ ኢኻ ክትሰርዖ ዘለካ ምኽንያቱ እዞም ብሉጻት ኣይትለታት እዚኦም እዚ መምህር እዚ ከማን ተገ ዋላ ሓንቲ ሓገዝ ዘይንህቦ ኢና ንሕና ዋላ ሓንቲ ሓገዝ ዘይብሉ ድዩ ንሱ እኳ ፀዊዑ ንደቅና ክከታተል ደቅና መስመር ከይስሕቱ ደቅና ኣብ ዓብዪ ነገር ክበፅሑ እናተቃለሰ ከሎ ንሕና ከዓኒ ግቡእ ንዓና ህዝቢ መሪፁና ህዝቢ ድሕሪ መሪፅኳ ከዓኒ ግቡእካ ክትገብር ኣለካ ስለዚ ረብሓ ናይ ወደይ ጥራሕ ዘይኮነ ረብሓ ናይዞም ኣብዚ ዘለዉ ኩሎም ሓምሳን ገለን ተምሃሮ እዚኦም ደቀ እዮም ምብሎም ከም ደቀ እየ ዝፈልጦም ኣነ ኣነ ከዓ ኣብዚ ዕዉት ስራሕ እንተሰርሐ ዕጉብ እየ ስለዚ ዕግበት ርውየ ስለ ዘለኒ ናይ በይነይ ሓለፋ ኣለኒ ክብል ኣይክእልን ወደይ ማለት ከዓ ወዲ ሃገር ወይ ከዓ ወዲ ህዝቢ እዩ ስለዚ ግን ሓፈሻዊ ግን ኣነ ካብዚኦም ዝወፀ ካብዛ ጋንታ ስኒ ትብል ዘላ ዝወፀ ድማ ከም ወዲ እየ ዝሰርዖ ስለዚ ገለ ንእሽተይ የበርክት ኣለኹ ማለት እዩ ስድራ ቤት ውላዶም ኣብ ኣካዳሚያዊ ትምህርቲ እምበር ኣብ ካልእ ዝኾነ ዓይነት ንጥፈታት ክሳተፍ ብዙሕ ኣይደልይዎን እዮም እቲ ምኽንያቱ ውላዶም ዕውት ክኾነሉ ዝኽእል መንገዲ ትምህርቲ ጥራይ ምዃኑ ስለ ዝኣምኑ እዩ እንተኾነ እዞም ኣብ ክለብ ስኒት ተጠርኒፎም ዘለዉ ጌና ካብ ፒሮን ወረቓትን ዘይተፈልዩ ውልዶ ኣትለታት ኣብ ትምህርቶም እውን ዕውታት ምዃኖም እዮም ወለዶምን ኣሰልጠንቶምን ዝሕብሩ። እወ ምስ ትምህርቲ ክገራጮ ኣይኽእልን እዩ ማለት ኣነ ኣብ ከምኡ ዓይነት ኣተሓሳስባ ኣይሰማማዕን እየ ብዙሓት ኣለዉ ኣብ ጋራጅ ውዒሎም ቀዳሞት እናወፁ ትምህርቶም ዝውድእዎ ኣብ ፈለኛሞ ወይ ካልእ ካልእ እዚ እውን ሓደ ሞያ ንባዕሉ እዩ ንትምህርቲ ክፃረር ኣይክእልን እምበሺ ንሕና ብኣንፃሩ ናይ ቀዳም ሰንበትን ብድልየቶም ናይዞም መማህራን እዚኦም ዋላ ሓንቲ ቅርሺ ከይከፈልናዮም ናይ ቋንቋ ዓረብን እንግሊሽን ክንምህርና ኢሎም ይመሃሩ ኣለዉ ስለዚ ድጋፍ ምበሻ ኣለዎም ብኣንጻሮም ግን ድሌት እንተልዎም ናይ ትምህርቲ ክዕንቅፎም ኣይኽእልን ካልኣይ ካዚ ፕሮግራም እዩ ሰዓታት እዮም ብሰዓታት እዮም ስፖርት ዝገብሩ ሙሉ መዓልቲ ዝውዕልዎ ነገር የለን ስለዚ ኣነ ይድግፎም እምበር ይሓንቁ ኢለ ኣይኣምንኒ

ጌሮምልና ንሕና ከኣ ነቶም ኣሕዋትና ከኣ ብነጻ ቋንቋ እንግሊሽ ንምህሮም ኣለና እቲ ካልእ ኣካዳሚ ትምህርቶም ግን ደዕንቅፎም የብሉን ከከም ሽፍቶም ኢና ነትሕዞም ማለት እዩ ዕላማ ምናልባት ናይቲ ቋንቋ ንምህረሉ ዘለና እዞም ተጻዋቲ እዚኦም ኦረዲ መገሻ ጀሚሮም እዮም ኣብ መግሽና ኢና ሕጂ እውን ክነግሽና ማለት እዩ ሎም ዓመት ስዒሮም እዮም ክገሽ እዮም በዚ ዘገሽዎ ደረጃ ከዓ ንሕጂ ኣብ ደገ ምስ ከዱ ብዙሕ ናይ ቋንቋ ፀገማት ዘጋጥሞም ቋንቋ እንድሕር ዘይብልካስ ፀማም ኮይንካ ተሪፍካ ኣለካ ማለት እዩ ብምንታይ ክትረዳዳ ምስ ማናጀርካ ድዩ ወይ ካብ ትኸዶ ነገር ስለዚ ክኸዱ ከሎ ብቋንቋ ኣዝዩ ሓጋዚ ስለ ዝኾነ ቋንቋ እንግሊሽ

ካብ ፈለማ ብርሕሱ እንከሎ መኣዝኑ ብዝግባእ ክቃነ ኣለዎ። ነዚ ብግቡእ ዝተረድኡ ኣካየድቲ ኣካላት ናይዛ ጋንታ ድማ ጉዳይ ዲሲፕሊን ከም ቀዳምነት ወሲዶም ይሰርሕሉ ከም ዘለዉ ይገልጹ። እወ እ፣ መጀመርያ እዞም ኣሰልጠንቲ ምስ ተኽሊት እ፣ መምሃሪ ኣሎና ተሓጋጊዝና ኢና ኩሉ ነገር ሓሳባት ነቕርብ ውሁድ ስራሕ ናህና ስምምዕ ኣለና ቀዳምነት ከኣ ኣብ ዲሲፕሊን ኢና ንሰርሕ ኩሉ ግዜ ዲሲፕሊን ዲሲፕሊን ዘይብሉ ዋላ ሽሕ ግዜ ይንፋዕ ኣየድልየካን እዩ ኣብቲ ጋንታ ስለዚ ንዲሲፕሊን ኢና ንሰርሕ ውህደት ናይቶም ኣሰልጠንቲ ከኣ ምስ ተሰማምዕና ናብ ጎየት ኢና ንወርዶ ስለዚ እታ ጋንታሲ ናታ ሩልስ ኤንድ ረጉሌሽንስ ማለት ሕግን ስነስርዓትን ኣለዋ። ንካብቲ ሕጊ ወጻኢ ዝገበረ ኣትለት ቀጣይ ኢና ንሰጎ ወይ ከኣ ንቐጽዖ ማለት እዩ። ክቕጽዓ ዘይክእል ወይ ካብቲ ሕጊ ወጻኢ እንተ ከይዱ ከኣ ምስጓግ እያ ማለት እዩ። ስለዚ ናይ ውሽጣ ውሽጣዊ ሕጊ ኣለና። እቲ ውሽጣዊ ሕጊ ከኣ እቶም ኣሰልጠንቲ ናትና ሕጊ ኣሎና ምስቶም ጎየይቲ ማዕረ ዝብጻሓና ማለት እዩ። ዝደንጉየ እንተ ኮይኑ በታ ዝደንጉያ ይቕጻዕ። ምክንያቱ ብሰዓት ካምጻ ተባሂሉ ሕጊ ነናናትና ስለ ዝነበረ በቲ ሕጊ ስለ ንኸይድ ሕጂ ወላ ነቶም ኣሰልጠንትስ እቲ ሕጊ ናይቶም ጎየይቲ ማዕረ እዩ ዝብጻሓና። ማዕረ ተላዚብና በቶም ጉየይቲ ምስ ኣረዳእናዮም ከኣ ብሓባር ኮይና ነጽድቆ እቲ ሕግና ማለት እዩ። ምስ ኣመንናሉ ከኣ በቲ ሕጊ ተኸይድና ንኸይድ ካብ ሕጊ ወጻኢ ዝኸይድ ከኣ የብልናን ማለት እዩ። ካብ ሕጊ ወጻኢ ዝኸይድ ምስጓግ እያ ከምዛ ዝብለካ ስለዚ ውሁድ ጻዕሪ ናይ ወለዲ ከኣ ተወሲኽና ሕጂ ዝያዳ ዕጉባት ኢና ብውጽኢቶም ዕጉባት ብኹሉ ነገር ከኣ ዕጉባት ኢና ዘለና ማለት እዩ። ኣሰልጠንቶም ብጣዕሚ ንፉዓት ምእዙዛት እቶም ቆልዑት ከኣ ንዕኦም ምስምዖም ከኣ ብጣዕሚ ነመስግኖም ልዕሊ ኩሉ ግን ኣነ ደመስግኖም ነሰልጠንቲ ኣሰልጣኒ ኣነ ንኣብነት ኣብ ገዛ ኣምስየ ድመጽእ ተኾይነ ንወደይ ሰዓት ሸውዓተ ይድውለሉ ደቂሱ ናይ ደቀሰን የረጋግጽ ልክዕ ደቂሱ ደሎን ደይደቀሰን ካብ ፍሉጥ እዩ ሰብ ብኣ ከኣ ይሕዞም ኣበየናይ ሰዓት ኣትዩ ኣበየናይ ሰዓት ኣይኣተወን ልዕሊ ኩሉ ወለድን ኣሰልጠንትን ርክብ ስለ ዘለና እዩ እቲ ዓወት ድመጽእ ደሎ እሞ ካብዚ ንላዕሊ ክመጽእ ከኣ በዓል ሙሉ ተስፋ እየ ካብቲ ገርመካ ዝም ኣትሌታት ብጣዕሚ ጽቡቅ ርክብ እዩ ደሎ ምእዙዛት እዮም ልክዕ ከም ዓቢ ሓውን ንእሽቶ ሓውን ኢና ንኸይድ ማለት እዩ ዝበልናዮ ንገብሩ እዮም እዙዛት እዮም ብጣዕሚ ንፉዓት ኣትሌታት እዮም
እዛ ጌና ናብ ደረጃ ክለብ ዘይማዕብል ዘላ ጋንታ ዘለዎ ሓሳብ ናብ ተበግሶ ምስ ተለወጠ ጥመት ኣንርሑቕ ምዃን እዩ ኣሰልጣኒ ተኽሊት ዝገልጽ ንኣድማዕነትን ውጽኢታውነትን ናይቶም ኣትለታት ከብርህ እንከሎ ድማ፣ እወ
ኣትለታት ኩነታቶም ጽቡቕ ኣለዉ፣ ዋላ ኩሉ ምሉእ ምሉእ ኣ እንታ ሽሙ ይንግበር እምበር ኣብ ጽቡቕ ኩነታት ኣለዉ። ገለ ገለ እቶም ትጽብዮም ኣትለታት ናይ እግሪ መጉዳእቲ፣ ናይ ሕማም ኣጓኒፍና ኔሩ እዚ ውድድራት፣ እቶም እቶም ዝተረፉ ግን ብጣዕሚ ጽቡቕ ኣለዉ፣ ምኽንያቱ ካብቲ ዝነበረ ሰዓታት ጽቡቕ ጌሮም እዮም ኣመሓይሸሞ፣ ንኣብነት ክንገልጽ ድሕሪ ኮይና እዛ ንያት ተስፋይ ትበሃል ዓሚ ን ሸሞንተ ሚእቲ ክልተን ዕስራን ኣርባዕተን ሃሪማ እያ ንታንዛንያ ገሻ ኣብ ታንዛንያ ከይዳ ከኣ ክልተን ዓሰርተ ሽዱሽተን እያ ሰዓት ሃሪማ ሕጂ ግን ኣብዛ ዓዲ ግን ክልተን ዓሰርተ ሓደን ሃሪማቶ ማለት ናይዛ ዓዲ ሰዓት እሳ ሒዛቶ ኣላ ማለት እዩ እዛ ብንኣሽቱ ኣትለታት ዝማሙቖት ጋንታ ከም ቀዳማይ ዕላማ ሒዛቶ ዝተበገሰት ጥጡሕ ናይ መለማመዲ ቦታ ምርካብ እዩ። እቲ ከም ማእከላ ክኸውን ዝመረጸቶ ሜዳ መዓስከር ደንደን ምሉእ ብምሉእ ጥጡሕ ብዘይ ምንባሩ ድማ ብዓቕማ ምትዕርራይ ኣካይዳትሉ። እዛ ሜዳ እዚኣ ብፍቓድ ክንሰርሓ ከለና ሕጂ ብፍቓድ ሓቲትና ክንሰርሓ ከለና እዛ ሜዳ ቅድሚኡ ሕማቕ እያ ነይራ። ሳዕሪ ዝበቖላ ብኢድና ንዓጽድ፣ እቲ ሜዳ እውን ስታንዳርድ ኣይነበሮን ገጅፍ ነይሩ ብሓንቲ ላይን ጥራይ ኢና ከኣ ንጎይ ነይርና ማለት እዩ። ሕጂ ግን ብምሉእ ላይን ክንጎይ ከርቭ ዘለዎ ብምሉእ እቲ ዓቐን ከኣ ስታንዳርድ ኮይኑ ኣሎ። ሓመድ ስለ ዝኾነ ፈኹሱሎም ኣሎ። ዕጥቂ ናይ ዕጥቂ ጸገማትን ገለን ብዙሕ ስለ ዘለዎም ሕጂ ኣብቲ ሜዳ ክነስርሖም ኣይከኣልናን። ስለዚ ተቐዳምነት ንድሕነት እግሮም እና እዛ ሜዳ እዚኣ መሪጽናያ ማለት እዩ። ስለዚ እቲ ሃይ ኣልቲቱድ ምህላው ከኣ ካብ ስታድዩም ብርኽ ዝበለ ስለ ዝኾነ ኣብ ስታድ ኣብዚ ጸርሒኻ ናብ ስታድዩም ክትከይድ ዝያዳ ስለ ዝፎኽሰካ ኣብዚ መሪጽና ማለት እዩ። ኣብዚ ክስራሕ ከላ ሕጂ ብዙሕ ባጀት ብዙሕ ድኻም እዩ ወጺዎ ቀጻሊ ጥራሕ ስለ ተሰርሐ ብዶዘር ስለ ዘይኮነ ቀጻሊ ቀጻሊ ኢና እንዳዓረናያ ንኸይድ ኣለና ማለት እዩ። ካልእ ኣብዚ ክንሰርሖ ከለና ከኣ ምትብባዓት ናይ ምምሕዳራት ናይ ምሕዳር ትራቨሎ ብዓቢኡ ምሕዳር እዚ ስፖርት ኮሚቴ ናይ መዓስከር ለንደን ከኣ ብፍላይ ብንዋት ሓጊዞምና እዮም ማለት እዩ። ብንዋት ሓጊዞምና በቲ ንዋቶም ከኣ እንዳዓረና በዚ ኣጋጣሚ ሕጂ ከነመስግኖም ንደሊ ማለት እዩ። ወለዲ ግን ልዕሊ መጠን ልዕሊ መጠን እዮም ሓጊዞምና ተባቢዖምና። ብድሕሪኡ መጺኡ እውን ናብዚ ናይ ዩኒፎርም ሓደ ዓይነት ጋንታ ንክትመስል ዝገበሮ ሓገዝ ቀሊል ኣይነበረን ማለት እዩ። ስለዚ ጋንታ ኮይና በዚ ጋንታ ጥርናፈ ከኣ ዝለዓለ ውጺት ከኣ ተምጻኣልና ኣላ ማለት እዩ። እወ መጀመርታ ሳዕሪ ረማዲ ኔሮ ብጣዕሚ ንክትጎየሉ ብጣዕሚ እዩ ደጸግመካ ብድሕሪኡ ግን ወለዲ ተኣኪቦም ምስ ኣትለታት ተማኺሮም ምስ ኣሰልጠንቲ ተማኺሮም ኩሉ ጸገማት ምስ ተረድእዎ ብዘውጽእዎ ባጀት ናቶም ጌርና ድማ ነዚ ሜዳ ከነዐርዮ ኪኢልና። እወ ሕጂ ናብዚ ሜዳ ናብዚ ምምጻና ምስቲ ስታድዩም ኣሎ ንባዕሉ እቲ ስታድዩም ተሪርዩ ደሎ ናይ እግሪ እንጁር እንዳምጻልና ብዙሓት ኣትለታት ተሳቅዮሙና እዮም ሓደ ካልኣይ ከኣ ከም ካልኣይ ክሪኦ ከሎ ከኣ ብዝሒ ኣትለታት ኣለዉ ብዝሒ ኣትለታት እቶም ናትካ ኣይትሪኦምን ኢኻ ተሓዊሶም ሞጽኻ ኣብቲ ሰዓት ናይ ምሓዝ ውን ብጣዕሚ ስለ ደሸግረና ኣብዚኣ ጽፍፍቲ ቦታ ካልኣይ ውን እቲ ኣልቲቱድ መሪጽና ኢና ብዝያዳ ኣብዚ ክንሰርሕ ዝጀሚርና። ክንዝብ በለና ሓደ ዕላማና ሓደ ዕላማና ውዕሎ ንኣትወሉ ንሓፋሽ ህዝብና ጋንታ ኣትለቲክስ ስኒት ናይ ክልቲኡ ጾታ ኣትለታት እያ ሓቒፋ ዘላ። ንዝካይድዎ ስልጠናን ውድድራትን ብዝምልከት ኣባላት እዛ ጋንታ ዝሃቡና መብርሂ ድማ እዚ ዝስዕብ እዩ። ከባቢ ሓምሳን ሸሞንተን ኣትሌታት ኣለዉና። ካብዚኤን ከባቢ ዕስራን ሓሙሽተን ደቂ ኣንስትዮ እየን። ኣብ ሰለስተ ይፊሎ ከለ ንፈልዮም ማለት እዩ ህጻናት ኣለዉና ትሕቲ ዕድመ ዓሰርተን ዓሰርተ ክልተን ዕድመ እዮም ናይ ሓጺር ሜትር ኣለና ካብ ሚእቲ ሚእትን ክልተ ሚእትን ማለት እዩ ሚእቲ ክልተ ሚእቲ ኣርባዕተ ሚእቲ ማለት እዩ እቶም ናይ ነዊሕ ርሕቐት ንብሎም ከለና ካብ ሸሞንተ ሚእቲ እስካዕ ሰለስተ ሽሕ ድጎዩ ኣትሌታት ኣለዉና እወ እዞም ኣትለታት ካብ ዝተፈላለየ ቦታታት እዮም መፅኦም ካብ ርሑቕ ቦታታት ድመፁን ኣለዉ ካብ ካብ ማይነፍሒ ኣለዉ እንደገና ካብ በዓል ድርፎ ድመፁ ኣለዉ ዓዲ ሃከፋ ከባቢ ካብ እዚ ከባቢታት ድመፃ ካብ ርሑቕ ቦታታት ድመፁና ኣለዉ ሕጂ እቲ ፈለማ ነይሩ እዩ ናይ ርሕቐት ቦታ ገለ ኣጓንፎም ነይሩ እዩ ሕጂ ግን ምስቲ ኩነታት ምስ ናይ ወለዲ ጥርናፈ እንደገና እቲ ወለዲ ምስ ምስ ተጠርነፉ ከዓ እቶም ወለዲ ተቐቢሎም እዮም ወለዶም ከዓ ናብ ስፖርት ክሰዱ ከዓ እተባብዑ ኣለዉ

እዛ ኣብ ውሽጢ ሃገር ንዝካየድ ናይ መንእስያት ውድድር እትዕብልሎ ዘላ ጋንታ ጠመትኣ ኪኖ ውድድራት ውሽጢ ሃገር ኣህግራዊ ውድድራት እዩ ዘሎ። ክሳብ ሕጂ ኣመዝጊባቶ ዘላ ዓወታት እውን ውሑድ ኣይኮነን። ሕጂ ኣብዚ ሰዓት እዚ ግን ኣብ መዳሊስት ኮይኖም ድሮ ከማን ናብ ካልኦት ሃገራት ዝወጹ ኣትለታት ኣለዉና። ዓሚ ዓሰርተ ሓደ መዳልያ ኣምጺእና ሎሚ ከማን ኣብዩዝ ማለት እዩ ሎሚ ከኣ ዓሰርተ ክልተ መዳልያ ብሓፈሻ ኣምጺእና ኣለና። እቲ ግስጋሰ ከኣ ብጣዕሚ ጽቡቕ እዩ ዘሎ።

ድሕሪዚ ኣብ ጋንታ ስኒ ተጠርኒፎም ዓወታት ድሕሪ ምምዝጋቦም ድማ ገለ ካብኦም ኣብ ከም ታንዛንያ፣ ኬንያ ኣብ ዝተኻየደ ውድድራት ክሳተፉ ክኢሎም ኣለዉ። መጀመርያ ኣጠራንፋይ ካብ ናይ ትምህርቲ ጸወታታት እዩ ዝጅምር። ካብኡ ኣብኡ ምስ ተዓወትኩ ሽዑ ናብ እዛ ጋንታ ኣትየ ማለት እዩ። ምስጢር ዓወተይ ጥርናፈ ስኒት ብዓብዩ ከኣ እቶም ኣሰልጠንተይ ናብዚ ደረጃ ንኽበጽሕ ዝሓጎዙኒ፣
ኣብዚ ጽቡቅ ሰሪሐም ኣትዩ መሳርሕቲ ኣለዋኒ ንደቂ ኣንስትዮ ብጣዕሚ የመስገን እንዳ ሓገዛ ኣጆኪ ኣጆኪ እንዳ በላ ጽቡቅ ኣስሪሐናንም ኣትዩ ኣብዚ እንደገና ኣሰልጣኒየይ ጽቡቅ ምትዕ እንዳ ኣተባብዐ ስለ ኣስርሓኒ ኣብኡ ኣይተሸገርኩን ናተን ሓቢለ ጽቡቅ ተዓዊተም ኣትዩ እወ ኣብዚ ዓሚ ክልተን ን ሸሞንተ ኣትዩ ሸሞንተ ሚእቲ ክልተን ዒስራን ዒስራን ኣርባዕተን ሃሪመዮ ከይደ ኣብኻ ብጣዕሚ ሓያላት እየን ነይረን እተን መዋዳድርቲ ናይ ካልእ ዓዲ ስለነበራ ክልተን ዓሰርተ ሽዱሽተን ሃሪመኻ ሳልሰይቲ ወጺኦም ማለት እዩ። ዝዋደላ ፊልድስ ደብሸስ ኮይና ክልተ ሽሕ ሰለስተ ሽሕ ማለት እዩ ሕጂ ዓሚ ኣብ ናይ ናይ ትሕተን መዩዝ ማለት እዩ ቀዳይ ወጽያ ነይረ ኣብ ናይ ማእከሎት ከኣ ሳልሳይ ወጽያ ሎም ዓመት ከኣ እንደገና ቀዳማይ ደጊመያ ኣለኹ ማለት እዩ ናይ ዓሚ ናይ ዓሚስ ደጊመያ ኣለኹ። ሐራይ ምስጢር ዓወትካ እንታይ እዩ? ጭራውተይ ሳላ ዘንጓንታ ሳላ ስልጣነይ ሳላ ስልጣን ሳላ ዘንጓንታ ሳላ ስኒት ናይ በቃ ሳላ ስኒት ብስኒት ኢና ክንዕወት ክኢልና ሳላ እዚኣ ተጠሪዝና ሰራሕና ማለት ንፅባሕ ኢላ ንኸራኸብቲ እናፋፈቅ ኢና ማዕፂሉ እታ ፍርቂ መዓልቲ ካብኦም ንፋለስ እናፋፈቅ ሓፂሩ ሕጂ ክንራኸብ ስማር ኢና ድሌት ዘለና ከም ኣሕዋት ኢና ሓፂሩ
ስፖርት ንፍቕሪ ንሓጎስ ንኽብሪ ዓቢ ንእሽተይ ዓሌት ኣይፍሊ ኩሉ ይእክብ ምሕዝነት የጥሪ ኣካል ይሃንጽ ጥዕናውን የፍሪ ስፖርት
ብመዓልታዊ ንጥፈታት ጋንታ ስኒት ኩሎም ኣባላት ኮሚተ ወለዲ ልዑል ምውሳእ እዮም ዝገብሩ። ንመዓልታዊ ናይ ስልጠናን ትምህርቲ ንጥፈታቶም ደቆም ይከታተሉ፣ ገምጋም ይገብሩ፣ መጻኢ ደቆም ድማ ይስእሉ። ተራ ወለዲ ብጣዕሚ ጽቡቕ እዩ ዘሎ። ኣብቲ መጀመርታ ከነእምኖም ነርና ምክንያቱ ስፖርት ስፖርት ጥራሕ ከይድ ንጉያ ጉያ እዮም ዝብሎም ንወዶ እምበር ስፖርት እንታይ ብዙሕ ኣፍልጦ ኣይነበሮምን ምስለ ጉያ ጎዩ ምስ መፀ ሕጂ ኣዕርፍ ኣይብልዎን እዮም እንታይ ደኺሙ መፅእ ኣይርእዎን እዮም ሕጂ ግን ጥርናፎም ሰምጠና ምስ እመናዮም ምስ ተረደእናዮም ግን ሕሉፍ ሓሊፍናት ዝገብሮ ንጥፈታት ብምልኡ ብሰነድ መርቅዕ ሒዝናዮ ኣለና ኩሉ ግዜ ዝገብሮ ንጥፈታትን ውድራትን ብሰነድ መርቅዕ ተታሒዙ ኣሎ በቲ ሰነድ መርቅዕ ተታሕዘ ከኣ ብፕሮጀክተር ጌርና ነቶም ወለዲ ነርእዮም ኢና ኣብ ገለ ኣኼባታት ኣብ ክልተ ወርሒ ድዩ ኣብ ኣብ ከከም ዝጥዕመና ኩነታት እንዳዓደምና ፕሮጀክተር ጌርና ክነርእዮም ጀሚርና ድሕሪኡ ነቲ ድኻምን ጻዕርን ናይቶም ጎየይቲ ከኣ ስለ ዝርእዎ ደሎ ክቕበልዎ ጀሚሮም ክስዕቡና ከኣ ጀሚሮም ማለት እዩ ስለዚ ዘድሊ ብዙሕ ነገራት እዮም ሓጊዞምና ኣብ ቤት ትምህርቲ ክመሃሩ ብዙሕ ኣተባቢዖምና ሰነድ መትሓዚ ኢልናዮም ኩሉ ዘድልዮም ኣብ ሓጺርሲ እንዳማልኡልና ከድሎ ስለዚ እዛ ጋንታ እዚኣ ጽባሕ ንግሆ ሰረት ሒዛ ኣላ ናብ ዝለዓለ ደረጃ ናብ ጋንታ ወይ ናብ ክለብ ደረጃ ክትሰግረሉ ኢና እቲ ዕላማና ናይ ነዊሕ ጠመተ ኣለና ማለት እዩ ናይዚ ሓጺር ጠመተ ግን እዞም ንኣሽቱ እዚኦም ጽባሕ ንግሆ ብሃገር ደረጃ ኣብ ዝለዓለ ደረጃ ክበጽሑ ስለ ዝኾኑ ናይ ወለዲ ምትብባዕ ቀጻሊ እዩ ዘድልየና ማለት እዩ ስለዚ ብጣዕሚ ውህዶ ኣሎ ማለት እዩ ሓፈሻ ኣብዚ ዝነበረ ወለዲ ብምሉኦም ምስ ተኣከቡ ብርግጽ ምርጫ ክንገብር ኣለና ኮሚቴ ወለዲ ዝብል ሓሳብ ምስ መጸ ካብቶም ኮሚቴ ወለዲ ዝተመረጽኩ ኣነ ሓደ ኣለኹ ማለት እዩ ሰለስተ ሰባት መሪጽና ድሕሪኡ ጉዳይ ናይዞም ተምሃሮ እዚኦም እንታይ ክኸውን ኣለዎ፣ እንታይ ተገበርና ኢና እዚ ጎልጎል እዚ ክዕረ ዝኽእል፣ ተጋሩን ወዲእዎም ብጉልበቶም ከዓ ክኸውን ኣይከኣለን ተባሂሉ ዘቲና ካልኣይ መዓልቲ ኣኼባ ጌርና ወለዲ ፀዊዕና እንታይ ክንገብር ንኽእል፣ ደቅና ክሰርሑ ኣይኽእሉን እዮም፣ ብኣፍራዛ ዝስራዕ ስለዘይኮነ ቡለዞር ክንገበሉ እንታይ ንገብር፣ ኩሉ ዓዓቕሙ ንሕና ክንግድድ ዘይንኽእል ኢና ወላዲ ብዙሕ ዘይብሉ ስለዘሎ ክንግድድ ዘይንኽእል ኢና ብምባል

ታራ ወለዲ መጀመርታ ብዛዕባ ኣስፖርት ኣይፈልጡን እዮም ነይሮም ማለት ስራሕ ኣብሉካ ገለ ደኺምካ ወጺኻ ገለ ይብሉ ነይሮም ሕጂ ግን እዛ ንጠርና ናይ ወለዱ መጠት ግን በቃ ሕጂ ከዕርፉና ጀሚሮም ማለት እዩ ብጣዕሚ ጽቡቅ ወለዲ ካብ መጀመርታ ኣብ ሕጂ ዘበርክትዎ ዘለዉ